እዚኦምን ብሓደ ኣብዚ መደብ እዚ ክንርኢና ሰናይ ምክትታል። ሰላም ሰላም ናዚ ዩቱብ ቻናል እዚ ተኸታተልቲ ሎማዓንቲ እውን ብጣዕሚ ብደስ ደስ ዝብሉ ቪድዮታት ከዝናንኹም ኢለ ዝሓሰቦም ንግዲ ቪድዮታት ዘረው መፀኒኹም ካብኹም ፅበ ላይክ ምግባር እዩ ዓቕሚ ብርታዕ እዩ ከምኡ እውን ክስተኻኸል ነዎ ክውስኽ ነዎ ክቕለፅ ነዎ ትብልዎ ጨዋ ዝኾነ ኮመንት ኣሊኩም ይኹንኩም ባዕለይ ኩሉ ክስተኻኸል እየ ሙቻ ላይክ እና ሰብስክራይብ ምግባር ኣይትረስዑ ደቂ ዓበይቲ ኽላ መደ ግን ኣነ እኮ ለዋህ እየ ኖ ክብል ደይክእል ቤተሰበይ ዝኩሉ ሓጊዘዮም ዕስራ ሰላሳ ዓመት ንዓይ ቅርሺ ደይብለይ ምስጋና ዘይብሉ ዕብዕብዕብዕ ኣይኮነን ዓለም ኣንጻር ለዋሃት እያ ንመን ትልውህ ፍለጥ ኖ ዝብል ሰብ ተቀባልነት ኣለዎ ንኩሉ ሕራይ ትብል ተኮንካ ኣንታ ቀሸም እንዲ ክል ሕራይ እንዶ በል ሰልዲ ደሊኻ ሃበኒ በሎ፣ መኪና ደሊኻ ኣብጽሓኒ እንዶ በሎ፣ ኤርፖርት ኸይዱ ብእቶብስ ክንዲ ዝመጽእ ኣብጽሓኒ እንዶ ኤርፖርት ኢሉ ዝሓትት ሰብ ኣሎ። ንመን ድዩ? ነቲ ቐሸም፣ ነቲ ለዋህ። ኣነ ቐሸም እየ ነይረ ቐደም፣ ለዋህ እየ ነይረ። እዞም ደቀይ ካባይ ተምሃሩ። ኖእ እንተልካ ትኽበር ግን ኖእ ንኹሉ ይበልኩን መዓስ ንመን ከመይ ትብል ስለዚ ቫሊ ናትኩም ኣዕብይዎ። ደመ ምጻእ ኣብ ዓለም ዘይኮንካ ግዲ ኣቲ ሓቢብቲ ንዕባ ኣብ ዓለም ካብ ዘይበሃል ክንደይ ደ ገይረ ደለኹ የለኽን ዲኺ ንዕባ ተገደደ ተገደደ ኣቃምም ክተብል የለኪ ትስማት ተረዲኽን ሻቕዋይ ሻቕ ወዲን ሸቓቒዋ መሸንቆቓ ካብኡ ተረፈ ከዓ ልክ ምሽ በቲ ናይ ኣዴታትኪ ዝያዳይ ድራረይ ሓበነይ፣ ዓይነይ፣ ገለ ከምኡ ኢልኪ ክትጽውዒ ኣይትኽእልን?
በዓል ዛይድ በዓል ሓበን ደቂ መን እዮም?
ኣቲ ደቂ ሰብ ኣይኮኑን መማቕርቲ ናይ ኣስማት እዮም መማቕርቲ እዮም ርዳእክዲ መማቕርቲ
መማቕርቲ ደኣ ሽጉርቲ ጻዕዳ ኣሎ እሞ ንዓይ ጻዕዳ ሽጉርተይ ክትብልኒ ጉዕ በርበረ ኣሎ እሞ ንዓይ ጉዕ በርበረ ክትብልኒ? ሸውዓተ ቅመማት ከኣ ኣሎ። ከይዳ በል እንዳ ክልተ ኣፉ ኣቲ። ካብ ኣሕምልቲ ተደሊኻ ከኣ ሰደነ ኣሎ፣ በርሰሜሎ ኣሎ፣ ኣዝማሪኖ ኣሎ፣ ኩሉ ኣሎ። ኣታ ናብቲ ጀርዲን ከኣ ኣላጊሳትለይ በል። ንዕበሊ ጀርዲን ኣይኮፈሊ ደሓን። ተመረ ከመይ ኣለኹም ከመይ ፈሊጥክኒ ኣለኺ እካ ኣበይ ትግጥምኒ መጽሔትና ጋዜጣ ንሽ ወጺ ከላ ካብ ስርቂ ኣይተሓጎስኩን ከማ ሕርር ኢለ ዘሎ ክሳብ ክንዶ ድያ ተዘርጊሓ እዛ መጽሔት እንታይ ኣብ ገገዞም ከይደም ሎም ድዕድሎም ደሎ ነዞም ኩሎም ሰባት ከመይ ኣዋ ኩሉ ሰብ ምሽ ወፅእ ኣሎ ከመይ ናህና ይገንን
እንታይ ድመሲልክ ቸነረ ናይዚኣ ጉዳይ ሓደ ኣፊቱ ፕሩፍ ክንገብራ እንዲነ ደለና ዝሓለፈ ግዜ እንታይ ኣጋጢሙ መሲልኪ ብጌጋ ኮይና ወፂና ደለና ብቐዳማይ
ዓሰርተ ሽሕ ናቕፋ ወዲቑ ጸኒሑ ናብ ሻዱሻይ መደበር ሒዝናዮ ንኸይድ ኣንን ትኒንን እቲ ኣዛዚ መደበር ረኺቡ ርእስና ደሪዙ ደሪዙ ጉርዴክስ ስእሊ ስኢሉ ኣብ ሰናይ ተግባር ከውጻና ብድሕሬና ኣይጸንሑን ጫድዕ መጺኦም ነዞም ጫድዕ ከኣ ኩርምኩርሚት ርእሶም ዘቢጡ ጉርዴክስ ስኢሉ
ኣበይ ከውጾም ከኣ ንዕኦም ምስ ገበነኛታት። ደሓር ንሕትመት ምስ ከዳ እዘን ክልተ ስእሊ እቶም ሕተምቲ ነቶም ገበነኛታት ኣብ ሰናይ ተግባር ኣውፅኦሞ ነቶም ሰናይ ተግባር ዝገበርና ኣብ ገበነኛታት ገላቢጦም ናይ ሕትመት ምድንጋር እኮ እዩ ናይ ሕትመት ምዝባዕ ናይ ሕትመት ምምዝባዕ
ክንብልበል እዩ ኣይተኻዕወን
የጋጥም እኮ ይኸሙ መዓት ንምዝበላት እኮ ይደጋጥም ኣብ ከምዚ ንስኹም እንዳ ጉድ እንዲኹም ረኺብኩም ዘለኹም ጉድ ተበልኸ ቬሪ ጉድ እምበር
እዛ እትሪእዋ ዘለኹም ሓፍትና ሳምሪ ማለት እዩ እንተሪኢኹሞ ኣብዚ ሰሙን እዚ ዝተፈላለየ ቪድዮ ክትፅርፈኒ ቀንያ እቲ ምክንያት ኣብ ናይ ሓገዝ ዝጀመረ ኮይኑ ብሰንኪ ንሓደ ሓውና በስ ታሕቲ ኣሎ ንዕኡ መጺኻ ዘይሓገዝካዮ ገለ ኢላ እያ ጀሚሩ ስኹምታት ማለት ይብኩላ ተዓዘብቲ ብዝኾነ ብዙሕ ጸርፊ እዩ ነይሩ ክሳብ ክቐትለካ እየ ገለ ነይርዎ እውን ትማሊ ከዓ ርእዋ ቅድሚ ሓደ መዓልቲ ማለት እዩ ሶር ነሹ ሓወይ እንተበዲለካ ኣይተሓዘለይ ኣብ ስምዒት ኣትየ እየ ኣቕሪበ እየ ገለ ኢላ ማለት እዩ ሕጂ ትማሊ ኣብ ቪድዮ ከምኡ ኢላ ዘርጊሓቶ ብዙሓት ሰባት ሕጂ ሎሚ ሰይትኩምለይ ልዕሊ ክልተ ሚእቲ ብልቢ ብልቢ ብልቢ እዛ ጉዳይ ዜና ክስርሓላ ኣይኮንኩን ኣነ ንዕኡ ክተምጽ ፋስ ኣይትኩብሉይ እንታይ ደኣ ኮሪኻ ደቓ ዘይኣመልካ ደኣ ሶሪ ዘይበልካያ ስቅ ኢልካ ደኣ ጸገም የለን ዘይበልካያስ ኮሪኻ ደኻ ዘይኣመልካ ገይርኩምኒ ናይ ኣነስ ከይትጣዓስ ኢለ እየ ከይትጣዓስ ኢለ እየ እወ ስቅ ኢሉ ዝጸርፈካ ዝነበረ ሰብ ይቕረታ እንተይሉ ሓደ መዓልቲ 24 ሰዓት ገለ ዕድል ትቦ ኢኻ ከይጣዓስ እሞ ንጽባሒቱ ከይጸርፈካ ተረጋግጽ 24 ሰዓት እንተ ሓሊፋ ግን ዜና ትሰርሕ ማለት እዩ ብዝኾነ መዓረይ ጸገም የለን ንስኺ ኣቕሪብኪ ኢኺ ኣብ ህይወትና እውን ብዙሕ ነገራት ካልእ ዘጋጥመና ጸርፊ ገለ ብዙሕ ነገራት ብተመክሮ ስለ ዝሓለፍና ክሳብ ከምኡ ኣብ ውሽጥና ቂምታ ዝሕዝ ኣይኮነን። ጸገም የለን ኣብ ፍራንክፈርት ሓደ መዓልቲ ክንራኸብ ኢና። ክትጋብዝኒ ኢኺ ግድን ገለ ነገር ክተብልዕኒ ኢኺ ዝሓፍተይ። ካልእ ንእግረ መንገደይ እንተኽኢልኪ ክቆትሉ እየ ኢልኪ ቪድዮ ምስ ሰራሕኽስ ሓሙሽተ ሽሕ ሰባት ላይክ ጌሮም ክቆትሉ እየ ኢልኪ ሰሪሕኺ። ሓሙሽተ ሽሕ ሰባት ላይክ ጌሮም ናይ ቲክቶክ መንመን ላይክ ሂቦም ስለ ዘይረኤ በጃኽ እዞም ሓሙሽተ ሽሕ ሰባት መንመን እዮም ላይክ ሂቦም ስክሪንሻት ጌርኪ ኣጽንሕለይ ኣጽንሕለይ ምናልባት ካብ ፈተውተይ ዝብሎም ሰባት ኣነ ምናልባት ናይ ሻሂ ዝኽፍለሎም ኣነ ሰባት ምናልባት ምሳይ መሲሖም ኣነ ገንዘብ ዝኽፍለሎም ሰባት ኣብዚ ላይክ ጌሮም ከይኮኑ ኣብቲ ነሽነሽ ክቕተል እዩ ዝብል ላይክ ጌሮም ከይኮኑ በጃኽ እዞም ሓሙሽተ ሽሕ ሰባት ብውፁፅ ስክሪንሽት ጌርኪ መንመን እዮም ኣጽንሕለይ ኢኺ እዛ ሓፍተይ እዚኣ ክብለኪ ደሊ ካልእ ወላ ሓንቲ ፋልተይሲ ነገር ኣይንፍቶ ሰላም ንፍቶ እዚኣ ጥራይ ክብለኩም ደሊ ሃሩር ከመይ ኣሎ ደሓን ደሎ ሰላም ኢና ሰላም ኢና ኣምላኽ ይመስገን በቃ ማሺ ገዲፈልክሎ ዝቕት ሓፍተይ ጸገም የለን ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን ይቕንለ
ህዝቢ ኤርትራ ተበጽቢጹ ዘሎ ብከምዚ እዚ ትብሎ ዘለካ ዜጋ ኣዝማሪኖ ብጀካይ ብጀካይ ወደ ኣስመራ ኣብዛ ማሕበራዊ ሚድያ ካብ ሚእቲ ሲ ክልተ ደቂ ኣስመራ ኢና እንተለና ስለዚ ንህዝቢ ኤርትራ በጽቢጽዎ ዘሎ ንህዝቢ ኤርትራ ኣብ ሓደጋ እትይዎ ዘሎ እዚ ኣውራጃይ ዓሌተይ ኩስቶይ ተቀቲሉ ኣብ ከምዚ ዓመተ ምህረት ቀቲልኩሙና ዝብል ንሱ እዩ ብዓሌት ሕብረተሰብ ኣልዒሉ ዝጻረፍ ንጓል ኣንስተይቲ ብልዕት ኣልዒሉ ዝጻረፍ ኣደ ክጸርፍ ዝውዕል ኣቦ ክጸርፍ ዝውዕል ዓዲ ክጸርፍ ዝውዕል እዚ ትብሎ ዘለኻ እዩ ከተዛርበና ካብ ደለኻ ማለት እዩ እዚ ወደ ኣስመራ ትብሎ ዘለኻ እዚ ዝማሪኖ ትብሎ ዘለኻ የለን ዘይምህላዉ የሕርቀኒ ዶ እወ ኣብዚ ሜድያ ግን ወዲ ኣስመራሲ ከምዚኣ ንሕብረተሰብ ኤርትራ ንህዝቢ ኤርትራ ትጎድእ ሓንቲ ቃል ኩስቶ ዝበሃል ጸላዊ ኮይኑ ሜድያ ኣለዎ እሞ ንህዝቢ ኤርትራ ዝበታትን ኣምጽእ ተይለካ ኣብዛ ስደት ኣብ ዲያስፖራ ኢና ንዛረብ ዘለና ሓደ ሰብ ከተመጽእ ኣይትኽእልን ኢኻ እቲ ኣውራጃይ ዓሌተይ ዓደይ ክብል ዝውዕል ግን ዘይዛረቦ ዘረባን ዘይተፍኦ ዘረባን የለን ንህዝቢ ኤርትራ ዝያዳ ተኣዝማሪኖ እየ ድብል እዚ ከምኡ ዝብል እዩ ሓደጋ ኮይንዎ ዘሎ ምክንያት ተኣዝማሪኖ ከይዱ ከይዱ እታ ነጥቡ ፍልጥቲ እያ ወዲ ኣስመራ ነጥቡ ፍልጥቲ እያ ወዲ ኣስመራ ኣብ ፖለቲካ ኣርባዕ ካብ ኣርባዕተ ይሓልፋን እየን ድሌታቱ ሓድነት ንግበር ህዝቢ ኤርትራ ክበታተን የብሉን ኣውራጃ ሕማቕ እዩ ዓሌትነት ሕማቕ እዩ ኣብዘን ኣርባዕተ ነገራት ኢኻ ትረኽቦ ወዲ ኣስመራ ኣብ ጸርፊ ትረኽቦን ኢኻ ወዲ ኣስመራ ኣብ ምፍልላይ ኣይትረኽቦን ኢኻ ካብ ሚእትስ ሓደ እየ ዝብለካ ዘለኹ ጸላዊ ኮይኑ ገጹ ተቐሊዑ ሕብረተሰብ ዝፈልጦ ክሳብ ክንድዚ ጽልዋ ዘለዎ ሰብ ሓደ ይትረፍ ንዓይ እንድሕር ረኺብካኒ ኣነ ብዛዕባ ሕብረተሰብ ኤርትራ ሓማሴን ኣልዒለ ክጻረፍ ሰሚዕካኒ ትፈልጥን ኢኻ ውልቀ ሰብ ክጻረፍ ሰሚዕካኒ ትፈልጥን ኢኻ ዓዲ ክጻረፍ ሰሚዕካኒ ትፈልጥን ኢኻ ኣደ ክጸርፍ ሰሚዕካኒ ትፈልጥን ኢኻ ኣቦ ክጸርፍ ሰሚዕካኒ ትፈልጥን ኢኻ ስለዚ ሓቂ እዚ ክትውሕጦ ኣለካ ተዘይኮይኑ ግን እዚኦም ደቂ ኣስመራ ኢኹም ከምዚ ትገብሩ ኣበይ ኣሎ ወዲ ኣስመራ ኣሎ ዲበ ኣስመራ የለን እኮ ወዲ ኣስመራ እኮ ስደት የለን ሕጂ ኣብ ዲያስፖራ ዘሎ ኣብዚ ኤሮፓ ውሑድ ወዲ ኣስመራ እዩ እቲ ዘሎ ከዓ

ሄሎ ሚሊ ሄሎ ፌቡ ደሓን ዲኺ ደኣ ተኒ ሓውኺ ዝጠፍኣ ንብረት እንታይ እንታይ እዩ ዝድልዩ ክልተ ሞባይል ሓንቲ ታብለት ገለ ደሓን ሓንቲ ነገር ርእየ ኣለኹ እምበር ስራሕ ፅንሕኒ ደሓን ኢኺ ኣቲ ፌቡ ደሓን ፅንሕኒ እንዶ ሓንሳእ ሓረሽ

ጸገም የለን ንገዛኻ ነምጻልካ ንኸ ጥራይ ሕራይ ሕራይ ሕራይ ቻው ቻው ወድደይ መዓረይ ኣውረባ ኩሉ እዩ ዝጥቀም ወዲ ሓውኻ ወዲ ሓብትኻ ዋላ ሓውኻ ታለካ ዋላ ኣዴኻ ታለ ኣብዚ ዓዲ ትጥቀም እያ ኩሉ እዩ ዝጥቀም ኣብዚ ኣብ ኣዲስ ኣበባ መፂኻ ትማሊ ሰለስተ ወርሒ ክልተ ወርሒ ከይገበርካ ኣዲስ ኣበባ መፂኻ ከማን ትክቶክ ትጥቀም ዘለኻ እዚ ኣውሮፓ ዓሰርተ ዓመት ሽዱሽተ ዓመት ሓምሳ ዓመት ኣነሲ- ይጥቀም
ዋ ኣነ እሞ ንሕና እኮ ስራሕ ስለ ዘይንሰርሕ ሕጂ ንዓይ ቲክቶክ መውዓለ ኮነካ ኢሉ ቲክቶክ ባዕሉ ከፊቱ ኣብዚኣ ሕጂ ኣብዚ ፈለው ትበሃል ፈለው ንስኻ ፈለው ትመልሰሎም ገለ ኢልኒ ቲክቶክ ይርኢ ይርኢ ይርኢ ሓንቲ ጓል ብኡ መፅያትኒ እዚታ ተኸዲና ገለ ሽዑ ሓፊረ ብውሽጢ ፀሕፋልካ ድየ ናይ ሕጂ ብውሽጢ ገለ መለ ፀሕፋልካ ዶ
ኣይፅሕፈ እንታይ ጓል ክፅሕፈለይ ብውሽጢ ጓል ገለገለ ያ ፈትወካ የፍቅረካ እያ ገለገለ ቀፅሎ ጆካ ንፉዕ ገለ ትብለካ ዶ
ዋ የፍቅረካ ይበሃል እዩ ጓል ኣለኹም ትብለ ትብል ወላ ዝናለ ካብዚ ሕጂ ኣላብዩ ገለ ክብሉካ ከምኡ የለን እሞ እዚ ጓልኩም ሃብና እዩ ዝበሃል ወዲ ናብቲ እንዳ ክስታይ ኮይኑ ጓልኩም ሃብና ይበሃል ሽዑ ንሶም ከመይ ሽዑ ከምኡ እወ ሽዑ እንታይ ይበሃሉ እንታይ ወደ እምባ ክትኾኑና መፀግዒ መፀግዒ ተሓክ እንታይ ሮም እንታይ ዝበሃል ወደይ ከምኡ ይበሃል እዩ ኣታ መናገጠ ንገረና እንታይ ይበሃል ጓልትወላ ግራ እሞ ኣነ ከም ዘየበልኩ እምባ ክትኾኑና መፀግዒ ጎልጎል ክትኾኑና መሳፍሒ ንሕና ጓልኩም እዚ ክስታይኩም ደሊና መፂና ኣለና እሞ ብክብሪ እንታይ ከምታት እዩ ኮሙታት ያማ ሌላ ኣለኻ ኮሚታት ወደደይ መዓረ ኣላ ክትሕመና እንዲኻ ወደደይ መዓረ መፂኻ ዝ ከተፀለና ኣብ ርእሲ ምፅላ ኣለና ከተፀለና እንዲ ዓመፅ ኮነ ኢልካ እንዲኻ እንታይ ኮሚታት ናልካ ንዓና ሓንጎል ኣብ ቀረባ ይዘን ወደደ ሓልወና ንዓና ኦኬ ሓልወና ኣነ እንታይ ዘረካ እንዲ ሓንጎላ ተታውይዶ
ታይ ኮሚታት ነበርካ ምሉእ ጌርካ ወይ ኣቋርፆ ሓንጎላ ተፍርሰልና ኣለኻ ጓ- ሶርጣጣ ሓወይ ኸይ- እሞ ኸይድ በል ኣነ
ታብታብ ገበር ኩላኻ ታብታብ ገበር ወዲ ደይ ማዕረ ኩላኻ ታብታብ ገበር ታብታብ ኮምፕሊን ግበር ኣብዚ ኮለኻ እያ ወረኛ እንታት እያ ታብታብ ኮምፕሊን ግበር እያ እኛ ይገብረካ ነር ዘለና ዘዕለካ ነር ዘለና ታብታብ ኮምፕሊን ግበር ኩላኻ
ክንደይ ሰብ ኣለዉ እታ ኣብዚ ሓሙሽ ኣብዚ ሓ- ኣብቲ ናተይ ክንደይ ኣለዉ ናተይ ሓሙሽተ ሚ- ኣብዚ ኣይራይን ሓሙሽተ ሚእትን ዕስራን ትሽዓተን ኣለዉ

ከምታ ዕለት ዝመሓልኩምና ኣብ ቃል ኪዳንኩም ዶ ጸኒዕኩም ኣለኹም? ምስ ርብቃይ ምስ ርብቃይ ባቁሽ ሃየ ረኢና እንዶ ሃየ ረኢና እንዶ ሃየ ረኢና ባቁሽ እንታይ ዝጎደለ ኣሎ እዝጊ ሕጎስ ቃል ኪዳን ክቡር እዩ ኣብ ቃል ኪዳንኩም ጽንዑ ዝሕር ከዓ ሕጎስ ጎረቤት ሕጎስ ሕራይ ዘም ደቀይ ሕራይ ስማዕ እስከ መስተ ተብዝሕ ዲኻ መስተ ተብዝሕ ዲኻ
ዘይቀርባ

ሕራይ
ኪድ ደኣ
ባቐሸይ። እንታይ ደኣ ኣለይ ኣብቲ ምስ በጻሕኩስ ዋእ ዋይዋይታን ገልጠምጠምን እናሰማዕኩ ኮይኑ ተሰሚዑኒ። እዝኒ'ዩ እዝኒ ሎሚ እንታይ ዘይስሕብ። ሱቕ ኢልና ከኣ ገዛ ንቕይር ኣለና። ገዛ ዶ ክንቅይር? ገዛ ክንቅይር። ኣይ ደኣ'ሞ ትጽዕን መኪና ከይመጸስ ግዳም ከተውዕልዋ። እንታይ እሞ ርብቃ እንድያ ሱቕ ኢላ ተሃዊኻ።

መርዓ ኣብ ሃገርና ቀደም ንሱ እውን ክነእትዎ መርዓ ኣብ መንጎ ርኽብን ኣብ መንጎ ስኡንን ፍሉይነቱ ውሑድ እዩ ሰዓር ትገብር ሰዓር ገብሩ ሓደ ምዕራይ ሓደ ሓደ ሓደ እዩ ነይሩ ምክንያቱ እቲ ባህሊ ቀይድዎ ነይሩ እቲ ባህሊ ሽዑ ዝነበረ ባህል ከምዚ ኣሲርዎ ታይተድ ገይርዎ ሕጂ ካልቸራል ፕሮፕለም መፅዩ ግዲ ኮይኑ ዓሰርተ ክልተ ብዕራይ ዝሓርዱ ኣለዉ ዓሰርተ ክልተ ብዕራይ ካብ ምሕራድ ከዓ ትብል ብናሃካ ግምት ምናልባት ብካልእ ኣዘራርባ ክንደይ ፈተውትና ከምኡ ገይሮም ብጣዕሚ ሕሉፍ ሃብቲ ኣለካ ኮይኑ ሰብ ክተበልዕ ኢልካ ምእማን ሓራ ፀጋ እዩ ግን ክትረአ ኢልካ ዳሕራይ ዕዳ ትኣቱ እንድሕር ኮንካስ ፕሮፕለን ገሊኦም ካብ መንሽሙዶ ሓሚቐ ኢሉ ምሻሓር ዳሕራይ ክልተ ዓመት ይሳቐ ድሕር ኣለቃ ዘይግበር ነገር የለን ኣነ ሕጂ እንተዝህልወኒ ሰለስተ ማኪና ምገዛእኹ ብል ሰብ ክሕረቕ ዘይኮንኩስ ሓንቲ ናይ ባፅዕ ባፅዕ ዝሰማምዓ መንገዲ ሓደ መንገዲ ከረን ዝሰማምዓ ሓንቲ መንገዲ ዓዲ ቀይሕ ዝሰማምዓ ግን ኣጋጣሚ ኮይኑ ብሽክለታ ጥራይ ዝገዝእ ይኽእል ሕጂ ማለት እዩ ሕጂ እዚ ካልእ እዩ ግን ኣብ ኣተሓሳስባ እዩ እቲ ነገራ ካብ ክትረኤልካ ትገብር ይልክመካ እዩ በቂዕኻ ትገብሮ ግን ደሓን እዩ ማለት እዩ ፍቅሪ ጎዲልኒ እታ ፍቅርን ክንክንን ጎዲልኒ ውሽማ ተሒዝካ ከ ንገረኒ ብስም ኣም በሉ መንፈስ ቅዱስ እንታይ ክትረኽብንቲ ኳላ ተሓፍርኾ ሕዚ ደብሃሉ። እምበኣር ውሽማ ሒዝካ እሞ ካብዚ ዝፈራህክዎ ድኣ ዶ ይወጻ ሓቅኻ እንዲኻ ድኣ ምግዳስ ክትኣብየኒ። እዋ ኣንቲ ነቲ ነገር ይነግርኪ ደለኹ መልሲ ክኸልኽ እንዳ ከዓብተለይ ኣነ ግናሲ ዋላ ውሽማ ተሓዝኩሲ ውሽማ ሕጂ ደብሃል እዩ ነውሪ እየ ዝብልኪ ዘለኹ። እዛ ነተይ ከኣ ልክዕ ከምዛ ትብላ ደለኻ እያ ፍልልይ ድብሃል የብላ። ኣቤት ዋ ብተዘዋዋርስ ውሽማ ሒዘልኹ ኢኺ ትብልኒ ዘለኺ? መን እዩ ከምኡ ኢሉ ተዛሪቡ?
ኣነ ዓው ኢለ ክዛረብ ኣይክእልን እየ፣ ኣዴታተይ ዘይገበርኦ ከኣ ኣይገብርን እየ ይብለኪ ኣለኹ። ኣነ ፍቕሩ ክልለልኪ ከማኺ ገይረ ከማን ዝከናኸኖ ዘይብለይ፣ ከማኺ ገይረ እኳ ዘኽብሮ ዘይብለይ። እሞ ስድራይ ኣኻል ኣይኮነን ይብለኪ ኣለኹ። ስድራይ ድዩ ዘድልየኒ ንዓይ? ከይትሓምኒ፣ ከይትጨንቐኒ፣ ኣነስ ብኣኺ ዘይሓሰብኩላ መዓልቲ ኣላ ድያ? ሕጂ እሞ ስድራይ ከኣ ኣኻል ኣይኮነን፣ ኣነ ከኣ ከም ሰብ ብዙሕ ነገራት እዩ ዘድልየኒ። ከይትጠምይኒ፣
ከይትቖርኒ። ብኣ ክንደይ ጭቖቕ ክብል ዝውዕል ዘለኹ ብጀካ ከቶ መን ኣለኒ። ኣንታ እሞ ከብድኻ ጸጊቡ ኻልእኻ እንተጠይመ እንታይ ይዓብስ። እዋ። እወ ደገኻ ሞሚቑ ውሽጥኻ እንተቑርርስ እንታይ እዩ ክዓብስ። ዝማመይ ትጠምይ ኣለኺ ዲኺ ትጠምይ ኣለኺ። ንዓኻ እሞ እበይ ክርድኣካ እዩ እምበር ምጥማይ ደኣ ወጥ እምል ኣለኹ። እዋ ኣስቤዛ ይጉድለልኪ ኣለኹ ድየ ይጎድለኪ ኣሎ። ኣንታ መዓስ ከ መሊእኻለይ ትፈልጥ ኩሉ ግዜ ምሰ ጉደልካ ኣለይ። እዚ ኩሉ ኣስቤዛ እናምጻእኽልኩሲ ይጎድለኪ ኣሎ እሞ ደሓን ክውስኸሉ። ኣንታ መዓስ እዩ ክርድኣካ ቁሩብ።

ሰብኣየን ሰሰኺሩ መጺኡ ዝድስቕን ክኽውን ወይ ከኣ ሓማተን ከኣ ርግምቲ ትኸውን ገለ ገለ ከኣ ክስታይ ኣይሕሰኣን እዩ። እንታይ ክሳይ?
ሰብኣየን ሃብታም እየ ኢሉ ይምርዓወን እሞ ሽዑ ብ ሓዳር ከኣ ድኻ ኮይኑ ይጸንሕ ብድሕሪኡ ሰን ከኣ ብነብሰይ ኢለ ንፈትሖ። በልኪ ትፈልጥ

ብሬን ዋሽ ጌሮም የዕብዩኻ ካብ ብንእሽቶነት ጓል ኖርማል ከም ዝኾነ ጓል ጓሎ ምዃን ዩኒሴክስ ክዳን ታይ እዩ ዩኒሴክስ ክዳን ኢልካ ትብል ታይ እዩ ዩኒሴክስ ክዳን ሲ ናይ ጓልን ናይ ወድን ሕጂ ዝስራሕ ዘሎስ ሓደ ዓይነት ክዳን ከምዚ ኑድ ከለር ኮይኑ ሲ ከምዚ ጽዕዱ ዝበለን ታይ ኣዝማሪ ነው ፍሕሹ ዝበለ ክዳን ንኸውን እሞ ዩኒሴክስ ክዳን ንበሃል ማለት እዩ ዋት ኢዝ ዩኒሴክስ ክዳን ዩኒሴክስ ዝበሃል የለን ወይ ናይ ወዲ ወይ ናይ ጓል ተወዲኣ ፒንክ ወይ ብሉ

ሞያ እዩ ማለት ካል ስነ ጥበበኛ እየ ይደርፍ ይዋሳ
ኖ ኣብቲ ሓቂ ናይ ህይወት ከበር እንታይ ትሰርሕ እዋሳ በቃ ዋሳ በቃ ናተይ ትብሎ ናብራኻ ተመሓድረሉ ሞያ ወይ ስራሕ የብልካ በቃ ዋሳ ፍርቂ ስመራ ዳርጋ ሕጂ ኩሉ ተዋሳኢ ኮይኑ እዩ ግን ብምንታይ ትመሓደር ቁሩብ ኣሃ ኣብ ሓቀኛ ሂወተይ እንተኾንካ ኣዝማሪኒ ወድሸ ኣዝማሪኒ ማለት ኣከዳድና ይኣጀለ ይገለ ሸይፈን እንዶ ሓሪፈ ወዲ ሸቀ ተረዲኻ ኣለኻ ዶናታት ከም ኬፉ ዶ ውፅእ ናይ ኣየር ብኣየር ሸቃጣይ ሰታይ ዕዋላ ክትብለኒ ትኽእል ኢኻ

ቀጽል እስከ በል ወዲ ሽዋ ኢንተሊጀንት። ኣነ በሊሕ እየ ኣነ ረቂቅ እየ ኣነ በሊሕ እየ ኣነ ኢንተሊጀንት እየ ዋላ ነዞም ዝፍጠሩ ዘለዉ ኤኣይ ሮቦት ኣነ በልጾም እየ ክብል መሰለይ ይብለካ ኣለኹ ኣነ እብል ኣለኹ። ወል መሰል እኳ መሰልካ እንድዩ ደሓር ከኣ ዝበዛሕና ሓንሳብ በሊሕ እየ ምስ በልካና ኣሚንናካ ኢና ምናልባት ገለ ተጠራጠርቲ ሰባት ዘረባኻ ጃህራ ከይመስሎም ግን ወይ ከኣ ትደፍነና ኣለኻ ገለ ከይብሉኻ ብልሕኻ ክተርእዮም ኣለካ ማለትሲ ዋይ ኖት? ኣነ ከምዚ ኢለ ክዛረብ ከለኹ እኮ ውሽጠይ ስለ ዝፈልጥ እየ ዝዛረበካ ዘሎ ብቕዓተይ ስለ ዝፈልጥ እየ ዝዛረበካ ዘለኹ ኣነ ብሉጽ እየ ተይለካ ግን ካባኻ ንላዕሊ ብሉጽ እየ ኣይኮንኩን እብለካ ዘለኹ ኣነ ነብሰይ ግን ብሉጽ እየ ከምኡ ድብል ብሉጽ ወለዶ እንድሕር መጺኡ ተደማሚሩ እዚ ወለዶ እዚስ ብሉጽ ዝኾነ ሃገር እዩ ዝሰርሕ ኦኬ ሕጂ ወዲ ሽዋ በሊሕ ኣብዚኣ ኮልፈከ እዚ ኩሉ በሊሕ ኢልካ እሚንካ እናክተብክዕ በላሕቲ ዘይዛረብዎ ዘረባ ኢኻ ኣምጺኻ ዘለኻ ምክንያቱ እዚ ንሕና ፍሉያት ኢና፣ ብሉጻት ኢና፣ ዓለም ኣምበርኪኽና ዝብል ዘረባ፣ ኣብ ዓለም ምሉእ ካብ ዘሎ ህዝቢ፣ ልዕሊ እዚ ናይ ሕጂ ወለዶ ኤርትራዊ ዝኣምኖን ዝደጋግሞን ህዝቢ የለን። እዚ ምድግጋም ግን ዛጊት ብልጽቲ ሃገር ኣይሰርሕን ዘሎ። ሕጂ ነዝስ እንታይ ኢኻ ክትብሎ? ማለትሲ ካብቲ ጥበብካ ገለ ኣብነት ክትህበና ኣለካ። ብሪያሊቲ ክነግረካ እዚ ዓለም እዚ ዝቀልጠፈን ዝሓየለን እዩ ዝነብራ ኣንበሳ እዚ ትሪኦ ዘለካ ኣንበሳ እግሩ ሰቂሉ እዩ ጠሌበዱ ዝበልዕ ሓያል ስለ ዝኮነ ኣንታ ወዲ ሽዋ ኢንተልጀንት እዚ ዕላል ካብታ ቆልዑ እንከለና ንሰምዓ ዝነበርና ዝብእን ኣንበሳን ወኻርያን ኔሮም ገለ ትብል ጽንጽዋይ ኣምጺኻያ ክትከውን ኣለካ እምበር እዚ ኣብነት ኣይኮነን ምክንያቱ ሕሰቦሞ ኣንበሳ ሓያል ስለ ዝኾነ ጥራይ እግሩ ማሳቂሉ ኮፍ ኢሉ እንከሎ ጠበቦ ድምጽ ኢላ ኣንበሳ ሓያል ንዓበል ብልዓና ገለዩ ትብሎና ኣንበሳ ከም ኩሎም ሃደንቲ እንስሳታት ዝሃደኖ ስጋ እዩ ዝበልዕ ሕጂ ብብልሕኻ ክንጠራጠር ዝገብረና ዘሎ እንታይ ይመስለካ ኣይ ሃደንካይ ጎየኻ ኣነ ሓያል እየ ትብል ስለ ዘለኻ እዩ

ዲጋ ሒዙ ክምካሕ ሓደ ሰብ በዚ ኣንጎሎ ኮይኑ ሓደ መንጫዕጫዕታ ሒዙ ኣባይ ደለዎ ገለ ክምካሕ ትጽባ ኣነ ምካሕ ምኩሕን ፈረቃን እብለካ ኣለኹ። ሕጂ ሪኢኹም ደቂ ዓበይቲ ምሳኹም ምዝራብ እንድዩ ክሕሸኒ ወዲ ሽዋ ኣብዚ ክልተ ነገራት እዩ ተሓዋዊስዎ ዘሎ ቅድሚኡ ግን እተን ወዲ ሽዋ ኣለዋና ዝብለን ዘሎ ወደባት ናይ ብሓቂ ኣለዋ ድየን የለዋን ጭብጢ ከምጸልና ኣለዎ። ባጽዕ ሉል ትበሃል ኔራ ናይ ቀይሕ ባሕሪ ሉል ኮይና ተሪፋ የላን ሉል ኣይኮነት ዋላ ገለ ኮነት ኣበይ ኣላ ሎሚ ባጽዕ ኣላ የላን። ዓሰብ ኣላ የላ። Well ከምዚ ውልቀ መላኺ ኢሰያስ ዝብልዎ ዘለዉ እንተኾይኑ እዘን ወዲ ሽዋ ኣለዋና ዝብለን ዘሎ ወደባት የለዋን ንሕና ከኣ ካብ ዘረባ ወዲ ሽዋ ዘረባ ናይዞም ሕፉርን ሙሉኽን ውልቀ መላኺና ኢና ንኣምን ወይ ከኣ ወዲ ሽዋ ይሕሱለ ክንብል እዩ ዝቐለል ብዝኾነ ግን ነዛ ምጉት ኣቕርብ ኣቢልና እሞ ንርኣያ ዘይጥቀመሉ ወደብ ኣለኒ ኢልካ ምምካሕ ኣብ ገዛይ ሕምባሻ ኣለኒ ቆሪሰ ክበልዕ ግን ኣይክእልን ከም ማለት እዩ ወይ ከኣ ከምዚ ኣብ ጁባይ ሰልዲ ኣለኒ ናይ ግዜ ጥልያን ባጤራ ስለ ዝኾነ ግን ኣይሰርሕን ኢዩ ከማን። ብዛዕባ ኪሮስ ህርድግ ኢልካ ትፈልጦ ዘይብልካ ፍትሒ ንኪሮስ ፍትሒ ንኪሮስ እንታይ ጌሩ ኢኻ ትብል ቅድሚ ፍትሒ ምሕታትካ እንድሕር ሓውኹም ከማኹም ትግርኛ ዝዛረብ ሕማቕ ክረክብ ዘይትደልዩ ኮንኩም ክጽገም ዘይትደልዩ ተኮንኩም ኣበይ ዶ ኔርኩም ኢኩም ቅድሚ ሕጂ በዓል ወዲ ዕጹው ክፍት ገንዘብ ከፊሎም ንበዓል ዳኒኤል መለስ ተስፉ ብርሃነ ኣብ ጸልማት ኣእትዮም ልዕሊ ክልተ ወርሕን ሰለስተ ሰሙንን ብዘይ ዝኣበስዎ ገበን የእሲሮም ንብረቶም ከይጠርነፉ ሃጽ ኣቢሎም ከኣ ጠሪዞሞም ኣብ ኢትዮጵያ ኮይነ እኮ እየ ዝዛረብ ዘለኹ ቪድዮ ገይረ ኣነ ብጭብጢ ቪድዮ ገይረ ብጭብጢ እየ ዝዛረብ ዘለኹ ክሓተኒ ዝኽእል ኣካል የለን ሓቂ ስለ ዝኾነ ተተሓቲተ ከኣ ክምልሰሉ ዝኽእል መንገዲ ስለ ዘለኒ ማለት እዩ። ሕጂ ህርግ ኢልካስ ፍትሒ ንኪሮስ እንታይ ጌሩ እንዶ በሉ? ክሳብ ሕጂ ግን ብሲቪላዊ ጉዳይ ክጸንሕ ኣይክእልን እዩ ኣብ ኢትዮጵያ ኣብ ዝኾነ ይኹን ከተማታት ናይ ኢትዮጵያ ይኹን ኢትዮጵያ ትበሃል ሃገር እንተ ደኣ ገለ ነገር ብውልቃዊ ጉዳይ ተኾይኑ ዋላ ምስ ፖለቲካ ዝተሓሓዝ ይኹን ዋላ ካልእ ከቢድ ገበን ዋላ ደይኮውን ኣብ ቤት ፍርዲ
ኣብ ዓለም ዘጉህየካን ዘሐጉሰካን ነገር እንታይ እዩ? ዘጉህየካ ማለት ከምዚ ደስ ዘይብለካ ድዩ ወይስ ዘሕዝነካ? ማለት ዘሐጉሰካን ዘሕዝነካ ዘጉህየካ ወይ እንታይ ክትከውን ከለካ ትጉህይ እንታይ ክትርኢ ከለካ እንታይ ከጋጥመካ ከሎ እዋ ዘሐጉሰኒ ነገር ተሐጉሰኒ ነገር ደስ ዝብለኒ ነገር ሰብ ፅዒሩ ርሂፁ ፍረ ፃዕሩ ኣብ ዝኾነ ቦታ ክበፅሕ ከሎ ፍረ ረሃፁ ናይ ድኻሙ ፍረ ክረክብ ከሎ ውፅኢት ክረክብ ከሎ ከምኡ ረኺቡ ክሪኦ ከለኹ ደስ ዝብለኒ ተሐጉሰ ፅቡቕ ደስ ዝብለካ ምሽ ኣሎ ብጣዕሚ ሰብሲ እወ ብዙሕ ነገር ከይዱ ደኺሙ ፅዒሩ ወዲቑ ተሲኡስ ሓደ ፍረ ክረክብ ከሎ ደስ ዝብለካ እወ፣ ብጣዕሚ ሕጂ ነዚ እቲ ማለት ሲ እኳ ፈጠረሉ ትብሎ ሰብ ማለት እዩ እዚሲ ደሕጉሰካ ከምኡ ክትርኢ እዩ እ፣ ንዝኾነ ሰብ እዩ እዚ ፍሉጥ እዩ እወ፣ ነዚ ፅቡቕ ነገር እዚ እ፣ ንፈላለየሉስ የለን ሓደ መግለፂ ክኸውን ዝኽእል እ፣ ዘሕ- ዘጉህየኒ እኳ ዘይኮነስ ዘሕርቐኒ ነገር ግን ዘውግሔካ ተኾይኑ ከምዚ ናብ ጓሂ ናብ ገለ ከይትኸይድ ወድሓን ዘሕረቐካ ወይ ደስ ዘይብለካ ዘሕረቐካ ተኾይኑ ግን ደስ ዘይብለኒ ነገር ብፍላይ ኣብዚ ግዜ እዚ ኣብዚ ዘለናዮ ዘመን ኣብ ዘለናዮ እዋን ኣብ ዘለናዮ ግዜ ኣብ ዘለናዮ ኩነታት ሰብ ብዋጋ ሰብ ክረብሕ ክፍትን ክትሪኦ ከለኻ ሰብ ብዋጋ ሰብ ንቅድሚት ክኸይድ ክትሪኦ ከለኻ ብዋጋ ሰብ ክትረብሕ ብዋጋ ሰብ ክትዓቢ ምድላይ ማለት እዩ ሕጂ ኣብ ብዙሕ ሰባት እዩ ሕጂ ወላ ኣብዚ ናትና ጥበብ ጥራሕ ዘይኮነስ ኣብዚ ናትና ኣሎ እንዲዩ ኣብ ኩሉ ክትሪኦ ከለካ ግን ብዋጋ ሰብ ክትዓቢ ምፍታን ብዋጋ ሰብ ክትረብሕ ምፍታን ማራ ይሕርቐኒ ኣብዚ ምሻለ ምሕራቕ ጥራሕ ዘይኮነ ከማንሲ የንድደኒ ውሽጠ የንድደኒ ሰብ ብዋጋ ፃዕሩ ጥራሕ ክረብሕ ኣለዎ፣ ብዋጋ ፃዕሩ ጥራሕ ማልሱ ክረክብ ኣለዎ። ብዋጋ ሰብ ክትረብሕን ብዋጋ ሰብ ክትዓብን ምፍታን ተሕርቐኒ ነገር ንዓይ በቃ ደይፃወራ ክሪኣ ከለኹ ከዓ ደይቅበላ ብእሙረይ ተሕርቐኒ ነገር ሓቅኻ እንዲኻ እሞ ደይተሰኪፍካ እምበር ዝያዳ
ትማሊ ሓሙስ ዕለት 26/2024 ኣብ ኦታዋ ፓርክ ኣብ ቅድሚ ክልተ ትሕቲ ዕድመ ቆልዑት ደቃ ብኻራ ተወጊኣ ህይወታ ሓሊፋ። እዚ ኣብ ሳውዝ ኦታዋ ፓርክ ዘጋጠመ ገበን ብሓደ ወዲ 36 ዓመት ፍስሃ ተኽለ ዝተባህለ ሰብ ዝተፈጸመ ኮይኑ ስሙ ተጠቒሱ ዘሎ ቀታሊ ድማ ቀጥታዊ ርክብ ምስኣ ስለዝሃለዎ ዘይኮነ እንታይ ደኣ ምስ ኣንት ናታ ወይ ድማ ምስ ግዳይ ኮይና ዘላ ሰብ ቅድሚ እዚ ገበን ምፍጻሙ ኣብ ዝሓጸረ ግዜታት ኣብ ሪሌሽንሺፕ ምስ ዝተፈላለዩ ዘጋጠመ ነገር ክኸውን እንከሎ ኣብቲ ዝገበን ተፈጸመሉ ቦታ ብርኽቲ ክልተ ደቃ ኣብ ፓርክ ተጻውቶም ከም ዝነበረት ኣብቲ ቦታ እቲ መጺኡ ድማ ብኻራ ወጊኡ ክሳብ ሞት ከም ዘብጽሓ ቢኤስ ኒውስ ዝተባህለ ሓደ ናይ ካናዳ ዝመደበሩ ቴሌቪዥን ሓቢሩ። እቲ ኣዝዩ ዘሕዝን ነገር ግን እዞም ክልተ ቆልዑት ኣዲኦም ኣብ ቅድሚ ዓይኖም ክትመውት ርእዮማ ዘለዉ ሰባት እንታይ ዓይነት ትራውማ ኣብ ርእሶም ሒዞም ክዓብዩ ምዃኖም ዝስሕትዎ ኢለ ኣይሓስብን እየ። ንሱ ጥራይ ዘይኮነ እውን ነቲ ጉዳይ ውዒልዎ ተባሂሉ ተጠርጢሩ ኣብ ቤት ፍርዲ ውዒሉ ዘሎ ሰብ ነዚ ጉዳይ እዚ ድሕሪ ምፍጻሙ ኣብ ፌስቡክ ከይዱ ዳኒ ኢሉ ፖስት ክገብር ተራእዩ ነይሩ። ጓል ሰላሳን ሽዱሽተን ዓመት ኣደ ኣርባዕተ ቆልዑት ኣብ ቅድሚ ክልተ ደቃ ትሕቲ ዕድመ ደቃ ብኻራ ቀቲሉ ኣብ ፌስቡክ ከይዱ ዳኒ ኢሉ ፖስት ገይሩ። እዚ ኩሉ ነገር ኣነጻጺሮም ድማ እዚ ሰብ እዚ ሓደ ዓብን ሰፍ ዘይብልን ፍርዲ ክቕበል ከም ዝኽእል ሲቢሲ ኒውስ ወሲኾም ገሊጾም። ኦፋራይ ኦፊርካ እተ በሪሕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ